ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ትጸንሑ ነዚ እዋን ዝድልናዮም ዜናታት ሒዘልኩም ቀሪብ ኣለኹ ንምክታልኩም ብኽብሪ ዕድም ክብራት ሰማዕቲ ብርክት ዝበሉ እዋናዊ ሓበሬታታት ናብ ዩቱብ ምስ ትጸዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንኽበጽሓኩም ዜናታት ብዋን ንኽትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ ኣሜሪካ ንዓስራይ ተኸታታሊ ምሸት ኣብ ልዕሊ ኢራን መጥቃዕቲ ኣየር ከም ዘካየደት ተገሊጹ። ማእከላይ ትእዛዝ ኣሜሪካ ሴንትኮም ኣብ ደቡባዊ ኢራን ኣብ ልዕሊ ወተሃደራዊን ስትራቴጂካዊን ዒላማታት ዒላማ ዝገበረ መጥቃዕቲ ነፈርቲ ንዓስራይ ግዜ ተኸታታሊ ምሸት ከም ዘካየደ ኣፍሊጡ። ብመሰረት ናይ ዓይኒ መሰኻኽርን ጸብጻባት ማዕኸናት ዜና እታ ሃገርን፣ ኣብ ከባቢታት ባንዳር ዓባስ፣ ደሴት ካሺምን ስሪንክን ዓው ዝበለ ፍንጀራ ተሰሚዑ። እቲ መጥቃዕቲ ብቐንዱ ብወሽመጥ ሆርሙዝ ንዝሓልፋ ንግዳውያን መራኽብ ኣብ ሓደጋ ንምእታው ዝውዕል'ዮም ዝተብሃሉ መኽዘናት ኣጽዋር፣ ስርዓታት ራዳር፣ ገማግም ባሕርን ድሮናት ዝውንጨፋሎም ቦታታትን ዒላማ ዝገበረ ምዃኑ ሰራዊት ኣሜሪካ ገሊጹ'ሎ። መግለጺ ማእከላይ ትእዛዝ ኣሜሪካ ሴንትኮም፣ እቲ መጥቃዕቲ ወተሃደራዊ ዓቕሚ ኢራን ንምድኻምን ኣብ ልዕሊ ኣህጉራዊ ማያት ንዝፍጸም ምግፋዕ ንምዕጋትን ዝዓለመ'ዩ። ሰበመዚ እቲ ከባቢ ፍንጀራ ከም ዝተሰምዐ ኣረጋጊጾም'ኳ እንተኾኑ፣ ክሳብ ሕጂ ግን ዝርዝር ናይቲ ዝጠፍአ ህይወትን ንብረትን ኣይተገለጸን ዘሎ። ብተኸታተልቲ ዓሰርተ መዓልታት ዝካየድ ዘሎ ደብዳብ ነፈርቲ ኣብቲ ዞባ ዘሎ ዞባዊ ወጥሪ ክገድድ ክገብሮ'ዩ ዝብል ኣህጉራዊ ስክፍታታት ኣስዒቡ ይርከብ ኣሎ። እዚ ኣብ ዝኾነሉ እዋን ፕሬዝደንት ኢራን ምስ ኣሜሪካ ኣብ ምሉእ ኹናት ኣቲና ኣለና ኢሉ። ፕሬዝደንት ኢራን ማሱድ ፐዚሽኪያን ሎሚ ኣብ ዘስመዖ መደረ ሃገሩ ምስ ኣሜሪካ ናብ ምሉእ ኹናት ከምዝኣተወት ኣፍሊጡ'ሎ። እቲ ፕሬዝዳንት ኣብ ቴህራን ምስ ፍርዳዊ ትካላት ኣብ ዝገበሮ ርክብ ኢራን ምስ ኣሜሪካ ኣብ ምሉእ ኲናት ከም ዘላ ሓቂ ኢሉ። ስለዚ ተፎጥሮኣዊ ሳዕቤን እዚ ጎንጺ ክንቅበሎ ኣለና ክብል እውን ገሊጹ። ወሲኹ ድማ ሕጂ ዘለና ኣገዳሲ ዓውደ ውግእ ቁጠባናን መነባብሮን ህዝብናን እዩ ክብል እውን ተሰሚዑ ኣሎ። እቲ ዘጋጥመና ዘሎ ቁጠባዊ ጸቕጢ ናብ ማሕበራዊ ቅልውላው እንተድኣ ኣምሪሑ እቲ ቅልውላው እንተቐጺሉ፣ ህዝቢ ንመንግስቲ ዝህቦ ደገፍ ኣጉዲሉ፣ ማሕበረ ርእሰ ማልና ክጎድእ ይኽእል እዩ ክብል ተሰሚዑ ኣሎ። እዚ ከምዚ ኢሉ እንከሎ፣ ኣብ ኢራን ኣብ ወርሒ ሰነ ዋጋታት ንብረት ብትስዓ ሚኢታዊት ከም ዝወሰኸን እቲ ልዑል ዋጋ መነባብሮን ከም ዘጋጠመ ይፍለጥ። ሰበ ስልጣን ኢራን ልዕሊ ሰለስተ ሽሕ ሰባት ኣብቲ ኲናት ከም ዝተቐትሉ ዝዛረቡ ኮይኖም፣ ዘይመንግስታውያን ትካላት ግን እቲ ቁጽሪ ኣዝዩ ዝለዓለ ምዃኑ'የን ዝገልጻ። እዚ ከምዚሉ እንከሎ፣ ኢራን ንነፍሲ ወከፍ ዝቐተለቶ ወተሃደር ኣሜሪካ ብብዙሕ ዕጽፊ ክትከፍል'ያ ክብል ትራምፕ ገሊጹ'ሎ። ፕሬዝዳንት ኣሜሪካ ዶናልድ ጄ ትራምፕ ትማል ሶኒ ኣብ ዝሃቦ መግለጺ፣ ኢራን ንነፍሲ ወከፍ እትቐትሎ ወተሃደራዊ ኣባል ኣሜሪካ ብብዙሕ ዕጽፊ ክትከፍል'ያ ኢሉ። እቲ ፕሬዝዳንት ወሲኹ ንላዕለዎት መራሕቲ ዕጡቓት ሓይልታቱ ንጹር መምርሒታት ከምዘመሓላለፈሎም'ውን ሓቢሩ። ትራምፕ ኣብ ትሩዝ ሶሻል ኣብ ዝብል ማሕበራዊ መርበቡ ኣብ ዝለጠፎ መልእኽቲ፣ ኢራን ንሓደ ወታደር ኣሜሪካ ኣብ እትቐትለሉ እዋን ነቲ ቅትለት ብብዙሕ ዕጽፊ ክትከፍሎ ክግበር'ዩ፣ እዚ መምርሒ ናብ ጸሓፊ ኲናት ፒት ሄግሴትን ሓላፊ ስታፍ ሰራዊት ዳኒኤል ካይን ኩሎም ወታደራት መራሕትን ተላኢኹ'ሎ ኢሉ። እዚ ብትራምፕ ዝተዋህበ ሓያል መጠንቀቕታ፣ ኣብ መንጎ ክልቲኤን ሃገራት ዘሎ ወጥሪ ናብ ዝለዓለ ደረጃ ኣብ ዝበጽሓሉ እዋን ዝተዋህበ ኮይኑ፣ ሰራዊት ንዝኾነ መጥቃዕቲ ቅልጡፍን ኣዕናውን ምላሽ ክህብ ኣብ ዝተዳለወሉ እዋን ዝተዋህበ መምርሒ ምዃኑ ተገሊጹ ይርከብ ኣሎ። እዚ ከምዚ ኢሉ እንከሎ፣ ኢራን ኣሜሪካ መሬታዊ ወራር ከይትፍጽም ብዝብል ስግኣት ናብ ደቡባዊ ክፋላት እታ ሃገር ዝያዳ ሰራዊት ተውፍር ምህላዋ ተገሊጹ ኣሎ። ተወሳኺ ወታደራዊ ሓይልታት ናብ ደቡባዊ ምዕራብን ደቡባዊ ማእኸላይ ኢራንን ይግዕዙ ከም ዘለዉ እውን ተሓቢሩ'ሎ። መንግስቲ ኢራን ነዚ ስጉምቲ ክወስድ ዝተገደደሉ ምኽንያት፣ ኣሜሪካ ናይ መሬት ወራር ክተካይድ ትኽእል እያ ዝብል ልዑል ስግኣት ከም ዘሎ'ዩ ተገሊጹ ዘሎ። ብፍላይ ድማ ዞባታት ኩዜስታንን ካርገን ሓይልታት ኣሜሪካ ክኣትውሉ ዝኽእሉ ነጥብታት ተባሂለን ተለልየን ኣለዋ። ብኻሊእ ወገን ድማ ድሕሪ እቲ ኣብ ዝሓለፈ ሒደት መዓልታት ዝተፈጸመ መጥቃዕቲ፣ ኢራናውያን ኣካይዳ እቲ መጥቃዕቲ ከም ዝተረድኦም እዮም ገሊጾም። ብመሰረት ገምጋም ኢራን፣ ኣሜሪካ ሕጂ ነቲ ቅድሚ ሕጂ ዘይተበገሰ መጥቃዕቲ ገዲፋቶ'ላ፣ ሕጂ ድማ ቁልፊ ዓቕሚ ምክልኻል ኢራን ብስርዓት ንምድኻም ትሰርሕ ኣላ ክብሉ ገሊጾም ኣለዉ። እዚ ኣብ ዝኾነሉ እዋን፣ ኣሜሪካ ምስ እስራኤል ብምትሕብባር ኣብ ልዕሊ ኢራን ሓበራዊ ወተሃደራዊ መጥቃዕቲ ክትፍጽም መደብ ከምዘለዋ'ዩ ተገሊጹ ዘሎ። ቴህራን ነቲ ካብ ኣሜሪካ ዝቐረበ ጠለባት እንተዘይተቐቢላቶ፣ ዋሽንግተን ንእስራኤልን ዝተዋደደ ወታደራዊ ስጉምቲ ክትወስድ ፍቓድ ናይ ምሃብ ኣማራጺ ትሓስበሉ ከም ዘላ ይግለጽ። ብመሰረት ዲፕሎማስያዊ ምንጭታት ኣሜሪካ ብምጥቃስ ዝወጸ ጸብጻብ፣ ምምሕዳር ትራምፕ ንእስራኤል ምስ ኣሜሪካ ብምትሕብባር ኣብ ልዕሊ ኣብ ኢራን ዝርከቡ ዒላማታት ዝተዋደደ መጥቃዕቲ ንምክያድ ናጽነት ንምሃብ ብዕቱብ ይሓስብ ኣሎ። እዚ ስትራቴጂካዊ ኣማራጺ ዲፕሎማሲያዊ ጻዕርታት እንተዘይተዓዊቱ፣ ኢራን ድማ ትርጉም ዘለዎ ድርድር ምእታው እንተኣብያ፣ ከም ግብረ ወተሃደራዊ ፍታሕ ብሓንጸጽቲ ፖሊሲታት ዋሽንግተን ይዝረበሉ ኣሎ። ዝኾነ ናይ መወዳእታ ውሳነ ቴህራን ብወሽመጥ ሆርሙዝ ዝሓልፋን ናብ መኣዲ ድርድር ዝምለሳን ታንከራት ነዳዲ ብቕጽበት ናጽነት ንምንቅስቓስ ኣብ ምርግጋጽ ዝምርኮስ እዩ። ነዚ ቅድመ ኩነታት ዘይምቕባል፣ ንኻልእ ሓበራዊ ወተሃደራዊ ወፍሪ ኣሜሪካን እስራኤልን ኣንጻር ኢራን ኣፍደገ ክኸፍት ይኽእል'ዩ እውን ተባሂሉ'ሎ። ናብቲ ኻሊእ ዜና ምስ ነምርሕ፣ ምስ ኤርትራ ኣብ ጽምዶ ኣለና ክብል ፕሬዝደንት ትግራይ ዶክተር ደብረጽዮን ገብረሚካኤል ገሊጹ። ሓላፊት ቤት ጽሕፈት ህወሓት ተጋዳሊት ፈትለወርቅ ገብረዝጋብሄር ብወገና፣ ህልውና ህዝቢ ትግራይ ኣብ መቓብር ብልጽግና'ዩ ዝረጋገጽ ክትብል ተሰሚዓ'ላ። ኣብ ክልል ትግራይ መሓውር ስልጣን ተቖፃፂሩ ዝርከብ ህወሓት ዝመርሑ ዶክተር ደብረፅዮን ገብረሚካኤል ምስ ነበርቲ ከተማ መቐለ ኣብ ዘካየድዎ ርክብ መንግስቲ ፌደራል ኣብ ልዕሊ ትግራይ ዘንበሮ ብዙሕ ሸነኻት ዘለዎ እገዳታትን ክልከላታትን ንምብታኽ ብስትራቴጂ ዝሰርሕ ናይ ወፃኢ መሻርኽቲ እምነት ከም ዘለዎም ገሊፆም ኣለው። ዶክተር ደብረፅዮን ዋላ እኳ ነዞም ኣካላት ምስ ናይ ወፃኢ መሻርኽቲ ካብ ምፅዋዕ እንተተቖጠቡ ትግራይ በዚ ሕጂ ዘሎ ኩነታት ክትቅጽል ስለ ዘይትኸል ኣብ ምጥንኻር ዓቕሚ ዓርሰ ምክልኻል ትኹረት ክገብሩ ከም ዝግደዱ'የም ገሊጾም። ወሲኾም ድማ ዕጡቕ ሓይሊ እቲ ክልል ብምጥንኻር ኣቓልቦ ማሕበረሰብ ዓለም ክረኽብዎ ከም ዝኸኣሉ'ውን ሓቢሮም ኣለው። ናብቲ ናይ መወዳእታ ዜና ምስ እነምርሕ፣ ሓደ ካብቶም ዝተፈርሑ መራሕቲ ጉጅለ ዕጸፋርስ ሜክሲኮ ዝኾነ እስማኤል ኤልማዮ ዛምባዳ ብህይወት ክሳዕ ዘሎ ኣብ ቤት ማእሰርቲ ክመውት ብቤት ፍርዲ ኣሜሪካ ተፈሪዱ። እዚ ስጉምቲ ዝወጽእ ዘሎ እቲ ውሩይ ወራሒ ብውዲት ናብ ኣሜሪካ ድሕሪ ምእታው ድሕሪ ክልተ ዓመት እዩ። እዚ ምስ ጆኣኪን ኤል ቻፖ ጉዝማን ኮይኑ ንጉጅለ ሲናሎኣ ዝመስረተ ወዲ ሰብዓ ሽዱሽተ ዓመት ዛምባዳ ኣብ ቤት ፍርዲ ይቕረታ ዝሓተተ ኮይኑ ዓሰርተ ሓሙሽተ ቢልዮን ዶላር ክኸፍል እውን ተኣዚዙ ኣሎ። ብ ክልተ ሽሕ ዒስራን ኣርባዕተን ወዲ ኤል ቻፓ ንዛምባዳ ናብ ሰሜናዊ ሜክሲኮ መዕርፎ ነፈርቲ ሚስጥር ንምፍታሽ ንክኸዱ ብምጥባር እታ ነፋሪት ግና ኣብ ቴክሳስ ክትዓርፍ ብምግባር እዩ ተታሒዙ። ዛምባዳ መቕጻዕቲ ሞት ንምክልኻል ኣብ ምስግጋር ዕጸፋርስን ውዲት ዝነበሮ ኢድ ብምእማን ምስ ዓቃቢ ሕጊ ስምምዕ ገይሩ ነይሩ። ዳኛ ብሪያን ኮንጋ ኣብ ቤት ፍርዲ ብሩክሊን ብሶኑይ ኣብ ዘካየዶ መጋባእያ ንዛምባዳ ናይ ዘመነ ህይወት ማእሰርቲ ፈሪድዎ ይርከብ ኣሎ። እቲ ብዛምባዳ ዝቐረበ ናይ ጥፍኣተኝነት ቃል፣ ብመሰረት ሕጊ ኣሜሪካ ናይ ግድን ናይ ዘመነ ህይወት ማእሰርቲ ዘስዕብ እዩ። ዛምባዳ ብተርጓሚ ገይሩ ኣብ ዝሃቦ ቃል፣ ብሰንኪ እቲ ዘውረድክዎ ሃስያን ሕማቕ ኣብነትን ዝኾንክዎን ይቕረታ እሓትት ብምባል፣ ዝመጽእ ወለዶ ካልእ መንገዲ ክመርጽ ጸዊዑ። ሎሚ ክዛረቦ ዝኽእል ሓደ ጠቓሚ ነገር እንተልዩ እዚ እዩ፣ እቲ ዓመጽ ደው ክብል ኣለዎ ዝበለ እቲ መራሒ ዕጸ ፋርስ ነበር፣ ኣብ መክሲኮ ይኹን ኣብ ካልእ ቦታታት ብሰንኪ እዚ ገበን ኣዝዩ ብዙሕ ህይወት ይጠፍእ፣ ስድራ ቤታት ይበታተና፣ መንእሰያት ድማ ኣብቲ ናብ ቤተ ማእሰርቲ ወይ ሞት ጥራሕ ዘብጽሕ ዓንኬል ይጽመዱ ኣለዉ ኢሉ። ብመሰረት ጸብጻባት ክፍሊ ፍትሒ ኣሜሪካ፣ እቲ ክኸፍሎ ዝተኣዘዘ ዓሰርተ ሓሙሽተ ቢልዮን ዶላር፣ ካብቲ ከም መራሒ ገበናዊ ትኳል ኰይኑ ካብ ዘይሕጋዊ ንጥፈታት ዕጻ ፋርስ ዝረኸቦ መኽሰብ እዩ። ዛምባዳ ካብ መወዳእታ ሰማንያታት ጀሚሩ ናብ ኣሜሪካ ብብዝሒ ኮከይንን ካልእ ዕጸፋረስን ዘእቱ ሰፊሕ መርበብ ገበን ኣብ ምፍጣር ዝነበሮ ተራ ተኣሚኑ እዩ። ዓቃቢ ሕጊ ጆሴፍ ኑሴላ፣ እስማኤል ዛምባዳ ጋርሲያ ቢልዮናት ዶላር መኽሰብ ንምርካብ ንልዕሊ ኣርብዓ ዓመታት ንሕብረተሰብ ኣሜሪካ ክምርዝ ጸኒሑ እዩ፣ ሎሚ እቲ ምዕራፍ ንሓዋሩ ተዓጽዩ ኣሎ ኢሉ። ዛምባዳ ኣብ ቀይዲ ካብ ዝኣቱ ጀሚሩ፣ እቲ ጉጅለ ሲናሎኣ ኣብ መንጎ ክልተ ተቐናቐንቲ ወገናት ብዝተላዕለ ውሽጣዊ ኲናት ኣብቲ ክፍለ ሃገር ዓቢ ህውከትን ቅልውላውን ፈጢሩ ኣሎ። ብኣማኢት ዝቑጸሩ ሰባት ድማ ደሃዮም ጠፊኦም ኣለዉ። ዛምባዳ ብሰንኪ እርጋንን ሕማምን ኣብ ናይ ገዛ ምሕዩር ሆስፒታል ክእሰር እኳ እንተ ሓተተ፣ ዓቃቢ ሕግና ኣብ ጽኑዕ ቤት ማእሰርቲ ክእሰር ይጽውዓ ኣሎ። ዛምባዳ ኣብ ቤት ማእሰርቲ ኮይኑ'ውን ንመርበብ ገበን ክመርሕ ይኽእል'ዩ ዝብል ስግኣት ስለዘለዎ ድማ'ዩ ነዚ ውሳነ ኣሕሊፉ ዘሎ። ፕሬዝዳንት ዶናልድ ትራምፕ ዳግማይ ናብ ስልጣን ድሕሪ ምምጽኡ ኣብ ቀዳማይ መዓልቲ ኣብ ዘስመዖ ቃል ኣብ ልዕሊ ሜክሲኮን እቶም ጉጅለታት ጽቕጢ ክውስኽ ምዃኑን ነቶም ጉጅለታት ከም ግብረ ሽበራውያን ክስይሞም ምዃኑን ኣፍሊጡ ነይሩ። እንተኾነ እዚ ማእሰርቲ'ዚ ኣብቲ ዘይሕጋዊ ምስግጋር ዕጸ ፋርስ ከምቲ ዝተባህለ ዓብዪ ለውጢ ከምጽእ ተባሂሉ ኣይሕሰብን። ኣብ ሚክሲኮ ሓደ መራሒ ክእሰር ከሎ፣ ነቲ ቦታ ንምትካእ ካልእ ወትሩ ድሉው ዝኾነ ሰብ ስለ ዘሎ፣ እቲ ንጥፈታት ከም ቀደሙ ክቕጽል ተኽእሎ ኣለዎ። ባርክስ ኩቡራት ተዓዘብቲ ነዚ እዋን ዝደንየ ሓበሬታ ዝመስል ነይሩ ካሊእ ዜናስ ክኣ ንራኸብ ሰላም።